ስማዕ እንዶ በረ ሓወይ ሎምቀ ናይ ጥዓኻ ንርእየካ ኣለኹ ጭንቕ ጭንቕ ዶ ትብል ኣለኻ ኣታ እንተ ክንድሕን እንታይ ዲኻ ወንካ ኣታ ኣብርሃ ሓወይ እንደ ምርመራ እንዲ ክገብር ዘልያሲ ፈሪሐ ፈሪሐ ፈሪሐ በቃ ፈሪሐ መለ ሂ ነብስኻ ይተኣማመነላ እንዲኻ ተኣመን እምበሪ ተኾይና ዘይተኣመን ምንታይ ደኣ እሞ ዘይትምርመር ደኣ ስምዓኒ እንክዳእ ምስ ገብሪኤላ ጎሎበይ ሃይላይ ሓደ መዓልቲ ብሓደ ገሽና ኔርና። ሸው እሞ መገሻ ዶ ኣመሓላልፍ እዩ ኢድስ? ኣታ ወድኣኒ ክንደይ ትህወኽ ኢኻ ሕርር ክትህወኽ ሕርር ወድኣኒ ምሉእ መዓልቲ ኣብ ጉዕዞ ምስ ወዓልና ህ፣ ኣብ መንገዲ መሬት ይሜሰና እሞ ኣብ ሓደ ገዛ ንኣትወልካ ሕራይ ኣሕዱርና ክንብሎ
ሕራይ ቀጽል። እቶም ሰብ ገዛ ከኣ እንታዎት ኢኹም ምስ በሉና፣ ኣነ ከኣ ንገብርኤላ ከይጻበቕዋ ኢለ በዓልቲ ቤተይ ምዃና ይሕብሮም እሞ። ክላእ ግደፈና በርሀ፣ ንሕና ኣሕዋትካ ኣዕሩኽትኻ ከለናስ ንዓና ከይነገርካ መርዓ ወዲ መርዓ ክትገብር። ኣታ ዋህለል ኣታ ዋህለል ኣዋህለል እባ ስምዓኒ ሕራይ ኣዋህለል ሕራይ ሓር ሰብኣይን ሰበይትን እንተኾይንኩም ደኣ ኢሎም ከኣ እሶም ንኽልቴና መደቀሲ ሓንቲ ዓራት ይሁቡና። እሺ።
እዋ
ሽዑ ለይቲ ምስ ኮነ ገብርኤላ እግራ ጠስ ኣቢላ ኣብ ነፍሰ የሰቕሎን እዛ ግናይ ግናይ ወይ ቄቃር ተካለ ጋር ቀጽል እንዶ ግዳይ ሓር
ኢላ ምሕለ ኣቢላ ብኸልተ ኢላ ገለ ጥምር ኣቢላ ሓፈን እስከ ቀጽል
ሓር ኣነ ኸኣ ሽዑ ካብ ጽፍረይ ጀሚርካ ስጋብ ጸጉሪ ርእሰይ ኣካላተይ በቃ ሓዊ ተዘሪእና ሓዊ ይመቆካ ይምሽ ይመቆካ ምሽ ኣለካ ውሽጥኻ በቃ ይመቆካ እወ እወ ድሓር ውሽጠይ ምስ ገንፈለ ምስ ገንፈለ ምስ ገንፈለ ናይ ነገር ወተባዕታይ ከዓ ኣነ ኢለ እቲ ዝግበር ገይረ እንታይ ጌርካ እታ
ማለትሲ ነፍሳ ፈሊጥ እያ እሞ ብጓላዶ ጸኒሓትካ እወ ብጓላሲ ብጓላ ጸኒሓትኒ ግን ኤድስ ኣለኒ ይኻላትኒ እንታይ ዓይነት ኤድስ ዘይትብላ ኤድስ ዓይነት ኣለዎ ኣለዎ ወ ኣታታ ክትዘርብላ ኤ ኣሎ ቢ ኣሎ ጄ ኣሎ ዘድ ኣሎ እዚ ኩሉ ይትሪኦም ጸላም ስለ ዝነበረ ዝሞ ፈጺምካ ኣይረኣኹን ግብ ኢሉኝ ድማ የሲዑ ጸሊቱ ከዓ ከምኡ እንዲ ግብ እንዲ ግብ እንዲ ዝብለካ ግብ እዩ ዝብለካ ድሕር ለካ ወደበይ ወደበይ ዓንዶም ዝበሃል ትንዊሕ ወዲ ትፈልጦን ኢኻ እቲ ቀደም ዝሓመመ በቃ ንሱ ድዩ መለኪ ኢልዋ። ኣታ ሱስ ኣይፈለጠን ኣይትሃበኹም ዶ። ኣንታ ጫኻ ቆላ ዲኻ እንዳ እኳ ኣበይ ኣበይ ኢኻ ተእትወና ዘለኻ ግዳሲ ንርዳእ ቢና። ኣነን ኣነን ገብርኤላን ቅድሚ ምግጋይና ህ። ክልቲኣቶም ንሶም ብሓደ ሓዲሮም ነይሮም። ኣንታ ከመይ ኢኻ ቅልውልው ተብለና ዘለኻ። ምስኣ ተሓዲሩ ደኣ እሞ ከመይ ጌራ ብጓላ ጸኒሓትካ። ዋእ ኣይተረኽባን ድዩ? ተረኺብዋ እምበር።
እሞ እንታይ ደኣ እሞ? እዋይ ኣብርሃም ንሱሲ ብሕልሚ እዩ ሓዲሩ ምሳኣ። እዋይ ናይ ሕልሚ ከኣ ከምዛ በርቂ እንዳ እምሓለፍ ድዩ?
እምሓላለፍዋ
እዛ ክትማላለስ ዝቀነየት ቆልዓ መን እያ? ዓጽመ ስጋ እንዳ ኣቦይ ዓጽመ ስጋ እያ። ዓጽመ ስጋ ደኣ ጓል መን ኮይና? ወረገብዞም ቀረባ ዘመድ እያ።
ብኣይ ደኣ በዲኻ? ኣታ ኣቦይ ክንደይ ምሕታት ዝፈቱ ኢኻ ብኽልቴኹም ኣይኮነትን። ብኸመይ ደኣ ብኣያ ንዓኹም ዘመድኩም ብኣይ ብኣይ እምበኣር መወዳእትኡሲ ዓይንኻ ዓሊቡ መዕለብሲ ዓሊቡ ኣቦይ ከመይ እሞ ርኢኻ እዋ
ጥቅውቲ ትመስል መሸከላ ግን የብላህ መሬት ዝሓዘት እያ ኣታ ኣቦ ካባኻ ዶ ከይትሓፅር ኢላ እዚኣ ዝበል ክትርኣን ክትውዳእን ሓንቲ ኣቦኻነ ብምኾነ ሓምለ ሰነ ሓለፈ ሓለፈ ሓለፈ እምበር ይበሃል ነይረ ከምዚ ሎሚ ከይኮነ ኣንታ ኣቦይ ዘንፈልጣ ቁመት ዘይኮነትን ዘላት ወይሲ ንገበላ ክትወፅእ ከለካ ካልእ ቁመት ትልቃሕ ነርካ ኢኻ ክንዳኣ ትኸውን ንታሕትላትኒ
ኣባሓጎይ ወደ ቅድም ቅድም ብምሸት ኢኻ ሪኻ ድሓር ከዓ ፍርቂ እያ መጨ ኣፍርቅታ ክንዳ ዝኾን ጫማ ኣለዋ ኣበይ ደውዒልካ ሎም መዓልቲ
ቤተክርስትያን እንደ ጀሚራሓትኒ እዚ ናይ ዓለም ነገር ጽልኢንያ
ኣበይ ጀሚርካ ዳ ክትጸሎ ከምኡ እንዲዩ ማን ካልዕልና ኣላ ኢና ነዚ ዓለም ይኣኽለናይ
ግናይ እወ ኣይ ክትዛረብ እንታይ ዳ ክትመሃር ውዒልካ ተንብበልኪ ኣንብበለይ እስከ

ሓቂ
ኣቤት ኣቤት ዝሓጢኣትና ክበዝሕ ኣንታ ሓዳግ ሕደገልና እምበር ሓቂ እንታይ ነኸ እብዚኣ ከዓ እቲ ዘለዎ ምስቲ ዘይብሉ ተማቒሉ ይብላዕ
እንታይ ደኣ ሃብ ሃብ ሃብ ድብል ዲኻ እንዳፅናዕኻ ውዒልካ ንዓይ ትነግረኒ ንሱ እዩ ዘገድሰኪ ኢለ እኮ ሓትነ ከመይ ቢል ኢና ዓይ ጥራይ ዘገድሰኒ ኩሉ ግዜ ኣሞይ ሃብሊ ትብለኪ ኣብራሓወይ ሃብሊ ትብለኪ ንስኺ ግን እምቢ እምቢ ትብሊ ግና ክፉእ ኣነ ከማን ምዕራፉን ቁፅሩን እየ ዘይፈለጥክዎ እምበር ደይ ገንዘብካ ኣይትጠምት ዘይንብረትካ ኣይትድለ ዝብል ጽሑፍ ኣሎ እሞ እዚ ኩሉ ገንዘብ ስታይ ክገብረልኪ ተኾይን ዶ ዓብሰለይ እንተዚ ዓብሰለይ ዳ እንታይ ክትገብሩ መመጺኹም ንግሆ ንግሆ ሃብና ሃብና ሃብና እንዳበልኩም ልበይ ትሕጉጉኒ እዝነይ ተደንቁሩኒ ኣለኹም ሕጂ ብግምት ሚእቲ ሽሕ ብለሉ ክረ ሚእቲ ሽሕ ሚእቲ ሽሕ ዓቢ ነገር ኢኻ ጌርካዮ ምሽ ጓል ሓቅኻ ምስ ዕድመኻ ሓቅኻ ዓቢ ቁጽሪ እዩ ግን ደሓን እስከ ከምኡ ውሰዱ ሚእቲ ሽሕ ሚእቲ ሽሕ እወ ኣብዚኣ ኸ እቲ ዘለዎ ይውሰኾ ትብል ኣላ እንታይ ይውሰኾ
ገንዘብን ሓጢኣትን ሓጢኣት እኮ ኣብ ሰማይ እቲ ገንዘብ ግን በለ እንታይ እዩ እዚ ሚእቲ ሽሕን ቅርሽን ኮይሉ እኮ ቀፅል ቀፅል ሓት ዋ ንዓ ንዓ ንዓ ግን ኣይ ሓዊ ብሃለይ ደኣ እንተ ክትጥዒ እውይ እውይ ዝሓፍተይ ስተይ እንታይ እያ ክትወልድ ውዒላቲ ግን ኣያት ሚት ዋይ ሚእቲ ሽሕን ቅርሽን ኢልካ ኣሎ ዘረባ ወይ
ስማዕ ሉሲ ኣቤት ዓይኒ ምርዖን ኢና ባ ስድራ እዮም ዘይፈለጡ እምበር ደይድሕና ደኣ ተመርዒና ኢና ዘለና ድሓር ከዓ ደቂ ሎም እኳ ተመርዐን ኣብ እንዳሓመን እዩ ዝኣትዋ ዘለኹ ስኸ ኣብ እንዳሓሙኸ ኢኺ ዘለኺ
ምሽ ማንቡላ ኮይነ ንረኣየካ ኣሎ ሓገር ብኣፋ ብዛዕባ መርዓ ትዛረብ ባንቡላ ሕጂ ንፋርማይ ግዜ ምሳይ ኣላ ተላገፅ ወስኸሉ ምሕጂ ዶ ስድራ ክሰድድ እሞ
ንሓዳርና ዝኸውን ከም ተሒዝካላ ዕድመን ጥዕናን ዋ ኣብርሃ ንኦም ነገር እየ ዝዛረብ ዘለኹ ኣነ ከላገፅ ኣለኹ ደ ልዕሊ ምስ ነብሰይ ዝውዕሎ ምሳኺ ዝውዕሎ በዝሕ ዋ እዚ ሕቶ እዚ ንዓይ ሕቶ ስማን እንዶ ኣቤት ኤልሳ ሓፍተይ ገዛ ክትገዝእያ ዶ መኪና ትገዝኣለያ ዶ ትብላይ ነበርካ ንሱ ደኣ ደይ ንመርገጺ ገለ ሓሲበዮ ክሳብ ከምዚ ኢልና መዓት ኣዋርሕ ኣብ ፍቕሪ ኣብ ዓራት ኮፍ ኢልና ንዕልል ኮይኑ ይስምዓኒ ነይሩ እሞይ በለትካን ማለት ድዩ ኦዋ ተውሳኺታ ኤልሳ ደኣ ምሽ መኪና ቢብ ተሰሚዓ ማሪ ዘይጠወ ንስኻ ግን ሓደ ሓሳዊ ፍጥረት ኢኻ ልክዕ ኣለኺ እዚኣስ ትግብኣኒ
ኡፍ
እሞ ሳምር ሓፍተይ ክሳብ ዘፍትም ቁሩብ እንዶ ተጸበየን ሓርኮትኮት ኢለ እኳ ከፍትም እኽእል እየ እሞ እንታይ ደኣ እታ ሓርኮትኮት መበሊት እንደይ ስኢነ ዳሕራይ ከዓ እስኺ እኳ ክንደይ መብፅዓታት ኢኻ ኣቲኺ ሸውዓተ ኣሕዋት ኣብ ደገ ኣለውኒ ድሌቶም ክገብሩ ዶ ይኽእሉ እዮም ሓደ ኤሜሪካ ኣሎ ሓደ ስዊዝ ኣሎ ሓደ ሽወደን ኣሎ ኢልክኒ እሞ ስማዕ እሞ ንሶም እኮ ኣብዚ ተመርዒ ዝወስደኪ ክንማፃልኪ እዮም ኢሎምኒ ኣበይኺ እዮም ጥራይ ከይትኾኒ ዋ